ብኣፋ ይፈትወካ'የ ስለ ዝበለትካ ጠራይ ምስኣ ንምንባር ወሲንካ ኣለኻ? ናይ ሓንቲ ጓል ኣንስተይቲ ተፈጥሮ ዝተዋህባ ድማ ኣብዚሕካ ምምላስ ወይ ድማ ምርባሕ'ዩ። ናይ ፍቕራዊ ርክብ ተፈጥሮ ድማ ምሃብን ምቕባልን'ዩ። ባላንስ ዝኾነ መሰረት'ዩ ዘሎ። እዚ ባላንስ'ዚ እንተስሒቱ ጣዕሚ የብሉን፣ ኣብ ዝድለ ቦታ'ውን ኣይበጽሕን'ዩ። ብርግጽ ንሕና ፍቕሪ ክሕዘና እንከሎ ኩሉ ግዜ እንርስዖ ነገር እቲ ዘለናዮ ቦታ ይግበኣና ድዩ ዝብል ሕቶ እዩ። ነዚ ድማ ኣይንምልሶን ኢና። ፍቕራዊ ርክብ ክንምስርት ድሉዋት ምስ ንኸውን ይፈትወካ'የ፣ የፍቅረካ'የ ዝብል ቃል ተቐባልነት ረኺቡ ድዩ? ምሳይ ክኸውን ይደሊ'ዶ? ኣነ'ውን ይፈትወኪ'የ፣ የፍቅረኪ'የ ዝብል መልሲ ረኺብና'ዶ ዝብል ሕቶ ኣይንምልስን ኢና። ሓንቲ ጓል ምስ ሓደ ወዲ ናብ ናይ ፍቕራዊ ርክብ ንምእታው ብዙሕ ምኽንያታት ክህልዋ ይኽእል'ዩ። ንመሓዙታ ዓርኪ ኣለኒ ኢላ ንኸተርኢ ጠራይ ትኸውን ወይ ንኤክስ ቦይፍሬንዳ ከተቐንእ ክትከውን ትኽእል ወይ ድማ ንኻልእ ማተርያላዊ ጥቕሚ ክኸውን ይኽእል እዩ ብዙሕ ምኽንያታት ክንጽውዕ ንኽእል ኢና እቲ ትኽክለኛ ሪዝን ድማ ኣብ ተግባራ ውሽጢ ይዝርእ እንተ ኣፍቂራትካ ብጣዕሚ ሎም ንሪኦም ነገራት ክትበክዕ ተዘይኮይኑ ግን እፈትወካ'የ ጠራይ እንዳበለት ነዚኦም ነገራት ዘይትህበካ እንተኾይና ኣብቲ ዝግብኣካ ቦታ ከምዘየለኻ ክትፈልጥ ትኽእል ኢኻ። ሄቨን እየ ምሳኹም ዘለኹ ከመይ ኣለኹም ደሓን ዶ ኣለኹም ናብዚ ቻነል እንኳዕ ብደሓን መጻኹም እንዳበልኩ ኣብ ቻነል ሓደሽቲ እንተለኹም ሳብስክራይብ ክትገብሩ ነቲ በብጊዜኡ ዝፍንወልኩም ቪድዮታት ብቀሊሉ ንምርካብ ድማ ነታ ናይ ቃጭል ምልክት ጠውቕዋ ኢኹም ሰናይ ምክትታል። ቀዳማይ ሓንቲ ጓል ኳሊቲ ግዜ እንተዘይሂባትካ ሽሕ ግዜ ይፈትወካ እየ የፍቅረካ እየ እንተበለትካ ከይትኣምና ንሕና ኣብ ፍቅራዊ ርክብ ብጣዕሚ ድኩም ጎንና ኢቭን ናብ ፍቅሪ መሊሱ ዘእትወና ግዜ እዩ ሓደ ወዲ ዝህበና ግዜ ካብ ሓደ ወዲ ንረኽቦ ግዜን ኣቓልቦን ብጣዕሚ ናብ ፍቕሪ ዝእትወና እዩ በንጻሩ ድማ ሓንቲ ጓል ከተፍቅረካ እንከላ በጃኻ ግዜ ክህበካ እንዳበለት እያ ትልምነካ ይኹን እምበር ሓንቲ ጓል ኣቓልቦ ዘይብሉ ኳሊቲ ዘይብሉ ግዜ ክትህበካ ትኽእል እያ ግን ናይ ሓባር ሜሞሪ ትፈጥርሉ ግዜ ኣይክትህበካን እያ ንራኸብ ኢልካ ሓራይ ከተብላ መብዛሕትኡ ግዜ ብኽንደይ ምልማን እዩ ዝኸውን፣ ክትመጽእ ከላ ድማ መሓዝኣ ሒዛ እያ ትመጸካ፣ ካልኣይ ድማ ዋላ ሓንቲ ስምዒት ኣባኻ ከም ዘይብላ ዘርኢ ነብሳ ኣልዒላ ዘኒጣ ኣይኮነትን ትመጽእ፣ ምኽንያቱ ብኣኻ ኣይትግደስን'ያ፣ ብኣፋ ይፈትወካ'የ ክትብል ትኽእል'ያ። ብተግባር ግን ሓቀኛ ፍቅሪ ኣይተርእየካን እያ ሳልሳይ ድማ ቆጺራትካ እንከላ ክትተርፍ እያ ኣይትግደሰልካን እያ ሽዑኡ ምስ ትድውለላ ስምዒትካ ስለ ትፈልጥ ብጣዕሚ እየ ዝፈትወካ ይቅሬታ ግበረለይ ኢላ ዝተለመደ ኩለን ኣዋልድ ዝጥቀማሉ ዝብለኦ ምክንያታት እያ ትበካ ነዚታት ነገራት እንዳረኣኻ ትፈትወኒ እያ ኢልካ ምሕሳብ ንገዛእ ርእስኻ ምሽካዕ እዩ ኣረኣእያኻ ኣብ ደቂ ኣንስትዮ ዘለካ ብዛዕባ ፍቕራዊ ርክብ ዘለካ ርድኢትን ድሕሪ ዝኾነ ግዜ ክቕየረካ እዩ። ንሓንቲ ጓል ብምሉእ ልብኻ ክትኣምና ክትቅበላ ዝግበኣካ ኳሊቲ ግዜ እንተሂባትካ ጥራይ እዩ። ብጣዕሚ ነብሳ ኣልዒላ ጸቢቓ ምሉእ ኣቓልቦኣ ሂባ ኣብቲ ናይ ሓባር ግዜኹም እንተድሂባ ክትፈላለዩ ከለኹም ድማ ፍሽኽ ዘብል ጽቡቕ ሜሞሪ ክትበካ እያ ትመጽእ። እዚ ካብ ሓንቲ ጓል ተዘይረኸብካ ሽሕ ግዜ ይፈትወካ'የ ምስ ትብል ከይትኣምና። ካልኣይ ክብሪ ኩለን ኣዋልድ ይፈልጠኦ እየ ዘፍቀረት ጓል ከተኽብር ከም ዘለዋ ክብሪ ክትህብ ከም ዘለዋ እዚ ሕጊ ወይ ግድነት ኮይንዋ ዘይኮነ እቲ ስምዒት እዩ ባዕሉ ዝመጽእ ዝኾነት ጓል ኣጸቢቓ ትፈልጦ ነገር እዩ ድማ እንተዘየኽበረትካ ሓደ መዓልቲ ገዲፍካያ ከም ትኸይድ ኣጸቢቓ እያ ትፈልጥ ልብና ይነግረና እዩ ንስኹም ንባዕልኹም ትፈልጥዎ ኢኹም። ዘፍቀረትካ ጓል ከመይ ከም ትጥንቀቐልካ ትፈልጥ ኢኻ። ምጥንቃቕ ማለት ድማ ንሓደ ዘፍቀርናዮ ወዲ ምኽባር ማለት እዩ። ክብሪ ዘይትህበካ እንተ ኾይና፣ ክብሪ ትህበካ ከም ዘየላ ይስምዓካ እንተሎ፣ እንታይ ትገብር ኣለኻ ምስኣ? እንተ ደኣ ናይ ብሓቂ ከምኡ ይስምዓካ ኣሎ፣ እስከ እንታይ ኢኻ ትጥቀም ዘለኻ? ይርደኣኒ እዩ፣ ልብኻ ምሉእ ብምሉእ ተወሲዱ፣ ብፍቕሪ ዓዊርካ ክትከውን ትኽእል ኢኻ ግን እንታይ ኢኻ ክትገብር ዳሕራይ እቲ ፍቕሪ እንዳነፈሰልካ ምስ ከደ የዒንትኻ እንዳበረሀ ልብኻ ናብ ስምዒትካ ምስ ተመልሰ ሽዕኡ እዚ ኩሉ ብኸንቱ ምስኣ ዘሕለፍካዮ ግዜኸ ተመሊስካ ትረኽቦ ዶ ይፈትወካ እየ ስለ ዝበለትካ ጠራይ ዘጥፋእካዮ ግዜ ኣየጥፋእካዮን ማለት ኣይኮነን ምኽንያቱ ካብ ኩሉ ፍቕራዊ ርክብ ቀንዲ ኣገዳሲ ኮይኑ ንሓደ ፍቕራዊ ርክብ ተቖጻጺሩ ዘንብሮ ክብረት ዝብሃል ነገር እዩ እመኑ ኣይትእመኑ ካብ ፍቅሪ ንላዕሊ እዩ ሎሚ ስምዒታዊ ዝገብረካ ንስምዒትካ ኣይትስማዕ ካብ ኣፍቃሪትካ ዝወሃበካ ክብሪ ኣቅልበሉ እቲ ዝግብኣኒ ክብሪ እንዳሃበትኒ ድያ በል እንተድኣ ከምዘይተክብረካ ይፍለጠካ ኣሎ ካብ ርእይቶኣ እየ ዝጅምር። ነቲ ተኸዲንካዮ ዝመጻኻ ክዳን ትንዕቆ'ያ። ነቲ እተዕልሎ ዕላል ተናሽዎ'ያ። ምሳኻ ኮፍ ኢላ ብዛዕባ ካልኦት ኣወዳት'ያ እተዕልለካ። ሓደ ሓደ ግዜ'ውን ምስ ካልእ ወዲ ክትጠማመት ትርኣ ኢኻ። እዚ ኹሉ እንዳረኣኻ ምስኣ ምንባር እንተመሪጽካ፣ ገለ ጸገም'ውን ከይህልወካ ንባዕልኻ ተጠራጥር ኢኻ። ክብረት ክትህበካ ፍቓደኛ ተዘይኮነት፣ ትፈትወኒ'ያ ተፍቅረኒ'ያ ኢልካ ኣይትሕሰብ። በዓልቲ ቤትካ ዋላ ትኹን ኣብ ዝተወሰነ ግዜ ዓቢ ፍልልይ ፈጢርኩም ብቐሊሉ ዘይሕከም ኣብ ጸገም ክትኣትዉ ኢኹም። ንሳ ሓንቲ ቃል ምስ ትዛረብ ንስኻ ድማ ካብኡ ዝዓቢ ወሲኽካ ብፍላይ ንዓኣ ዘዋረድካ ይመስለካ። ሕማቕ ዘረባ ክትዛረብ ትጅምር ማለት'ዩ። ንገዛእ ርእስኻ ውን ክብረት እንዳካላእካያ ኢካ ትመጽእ ኣብ ከምዚ ከይበጻሕኩም ደው ከተብልዎ ዩ ዘለኩም ነጊረኩም ነይረ ሓንቲ ጓል ካብ ትበካ ርእይቶ ጀሚሩ ነቲ ንስካ ትዛረቦ ዘረባ ካብ ምንእኣስ ጀሚሩ ምሳካ ኮፍ ኢላ ብዛዕባ ካልኦት ኣወዳት ምዕላል ጀሚሩ ኣባካ ዘለዋ ክብሪ ከተምስል ትክእል እያ ንስካ ድማ ምርኣይ ግዴታካ ዩ ክብሪ ዘይትበካ እንተኮይና መንገድካ ምቅያር ዩ ዘለካ ሳልሳይ ብፍጹም ክትኣምና ዘይብልካ ጓል ቀዳምነት ዘይትበካ እንተኾይኑ እዩ የፍቅረካ እየ ይፈትወካ እየ እንዳበለት ግን ካብ ማሓዙታ ከማን ዘይተቀድመካ እንተኾይና ሓወይ እዚኣ ኣይትፈትወካን እያ ካልእ ነገር ኣለዋ ናባኻ መቅረቢኣ ወይ ብፍቅራ ከም ዝተሳዓርካ ተረዲእዋ ኣሎ ማለት እዩ ስለዚ ትጥቀመልካ እያ ዘላ እምበር ከምቲ ትብሎ ፈትያትካ ኣይኮነትን ንሕና ደቂ ኣንስትዮ ብተፈጥሮ ዝፈተናዮም ሰባት ካብ ገዛእ ርእስና ንላዕሊ ኢና ነቐድሞም። ጌጋ ምዃኑ ዋላ እንተፈለጥና ስምዒትና ግን ይስዕረና እዩ። ዋላ ሓደ ክንገብር ኣይንኽእልን ኢና። ብጣዕሚ ዝፈተወትካ ጓል ኣብቲ ዘድልየካ ሰዓት ኣብ ጎንኻ እያ ደው ትብል። ኣብ ህይወታ ሓድሽ ነገር ተተፈጢሩ ድማ ካብ ካልእ ሰብ ኣይትሰምዖን ኢኻ። መጀመርያ ትሰምዖ ንስኻ ኢኻ። ሓድሽ ይኹን ኣረጊት ይኹን ብሓፈሻ ኣብ ህይወታ ዝኾነ ነገር ምስ ዝፍጠር መጀመርያ ትፈልጦ ንስኻ ኢኻ። ብንኣሽቱ ነገራት ክትመዝና ትኽእል ኢኻ። ቆጸራ ንግበር ምስ ትብላ ኖእ ሎማዓንቲ ኣይጥዕመንን እዩ ምስ መሓዙተይ ቆጸራ ኣለኒ ትብለካ እንተ ኾይና ክትዕዘባ እዩ ዘለካ። ቀዳምነት ትሰርዓኒ'ላዶ ወይስ ኣይትሰርዓንን ዝብል ሕቶ ምምላስ ኣለካ። እዚ ድዩ ዝግበኣኒ ምስኣ ምዃነይ? እንታይ እዩ ጥቕሙ? ሓንቲ ዘፍቀረት ጓል ግን ካብ ኣዲኣን ኣቦኣን እያ ተቐድመካ። ሓንቲ ጓል ስለ ዘፍቀርካ፣ ብኣፋ የፍቅረካ እየ ስለ ዝበለትካ ጥራይ ከይትኣምና። ኣብ ተግባራታ ኣቕልብ። ኣብ ዝኾነ ይኹን ግዜ ቀዳምነት እንተዘይሃበትካ፣ ኩሉ እትብለካ ሓሶት እዩ። ካባኻ እትደልዮ ካልእ ነገር ስለ ዘሎ እዩ። ራብዓይ፣ እንተዘይትድግፈካ ኮይና እዩ። ብፍጹም ብኣፋ ይፈትወካ እየ ስለ ዝበለትካ ሓቂ ከይመስለካ ሓቂ ምዝራብ እንተድኣ ፈቲና ኣብ ዝኾነ ይኹን ትገብሮ ነገር ክትድግፈካ እያ ትደሊ ስለዚ ትፈትወካ ጓል ደልያ ደልያ ሳፖርት ክትገብረካ እያ ትመጽእ ገንዘብ እንተለዋ ብገንዘባ እንተ ፈትያ ክትድግፈካ ትፈቱ እያ ስለዚ ናይ ሓንቲ ዘፍቀረት ጓል ምልክት ደጋፊት ምዃን እዩ ኣብ ሂወት ወዲ ተባዕታይ ዓቢ ጊደ ዝጻወታ ዝድግፋ መጻምድቲ እየን። ብምሉእ ዓቕማ ብፍልጠት ይኹን ብጉልበት ብኹሉ ነገር ንዓኻ ንምድጋፍ ዘይትገብሮ ነገር የለን። ዝኾነ ሕልሚ ተለካ እሞ ኸኣ ምስ ትነግራ ኔጋቲቭ ሓሳብ ኣይትበካን እያ። እንታይ ደኣ ነቲ ትፈትዎ ነገር ንኽትገብር እያ ትድግፈካ ወይ ድማ ንድሕሪት ኣይትጎተካን እያ። ሓጎስካ ዝወስድ ነገር ኣይኮነትን ትገብር። ኩሉ ግዜ ማለት እዩ ብዛዕባ ሓጎስ ዝህቡኻ ነገራት እያ ትሓስብ። ኣብ ዓቢ ቦታ መታን ክትበጽሕ፣ ኣብ ጥዑይ ቦታ መታን ክትርከብ፣ ጥዑይ ዝተስተኻኸለ ሰብ ንኽትከውን እያ ትጽዕር። ከምዚታት ዓይነት ደገፍ ዘይትህብ፣ ብዛዕባኻ እንታይ ትገብር፣ ኣብ ምንታይ ትኣቱ ዘይግድሳ ጓል ኣብ ልባ የለኻን ማለት እዩ። ወዲእካ ኣለኻ። ዋጋ ዘይብሉ ርክብ እዩ። ወላ ሓደ ስምዒት እውን የብላን። ሓምሻይ፣ ነቲ ትህባ ነገር ተመሊሳ ተዘይሃበትካ እዩ። ብኣፋ ይፈትወካ እየ እንተበለትካ ትፈትወካ ማለት ኣይኮነን። ከምቲ መጀመርያ ዘልዓልክዎ እዚ ተፈጥሮና እዩ ንዝሃበና ኣብዚሕና ኣራቢሕና ኢና ንመልሰሉ ሓንቲ ጓል ኣንስተይቲ ካብ ውላድ ጀሚራ እያ ንሓደ ወዲ ተባዕታይ ትህቦ ገንዘብ እንተ ሂብካያ ኣብ ገዛኻ ጥዑም መግቢ ሰሪሓ እያ ትህበካ እንተ ትፈትወካ ኮይና ብዙሕ ነገራት እያ ትገብር ነዚ ብተግባር እያ ድማ ተርእየካ ካልእ ምዝርዛር ከማን ኣየድልይን እዩ እዚ ኣብ ላዕሊ ዝጠቐስናዮ ኣርባዕተ ነጥብታት ንስኻ እንዳ ሃብካያ ንሳ ተዘይ መለሰትልካ እንታይ እንዳ ገበርካ ኢኻ ብኣፋ ይፈትወካ'የ ስለ ዝበለትካ ጥራይ ምስኣ ንምንባር ወሲንካ ኣለኻ? ገዛእ ርእስኻ ሕተት፣ እዚ'ዩ ድማ ዝግብኣኒ ኢልካ ኣኽቢርካያ ተዘይ ኣኽቢራትካ፣ ቀዳምነት ሂብካያ ቀዳምነት ተዘይ ሂባትካ፣ ኣብዚ እንታይ እንዳ ገበርካ ኢኻ ዘለኻ? ግዜኻ ምሉእ ብምሉእ እንዳ ሃብካያ ንሳ ግዜኣ እንተዘይ ሂባትካ፣ ንስኻ እንታይ እንዳ ገበርካ ኢኻ? ደጊፍካያ ዘይትድግፈካ እንተ ኾይና፣ እንታይ እንዳተጸበኻ ኢኻ እስኪ ንገዛእ ርእስኻ ሕተት እዚኦም ዘልዓልናዮም ኣርባዕተ ነገራት ሂብካያ እንተ ተመሊሳ ዘይትበካ ኮይና ካብዚኦም ሓደ ከማን እንተ ኣጉዲላ ክትዛረብ ክትክእል ኣለካ እቲ ትነግራ ነገር ተቀቢላ እንተ ዘይተዓረየት ለውጢ ተዘይርኢኻላ ናይ ሓሶት ምኽንያታት ተጠቂማ ከምዚ ስለ ዝኾነ ከምዚ ስለ ተፈጥረ እንዳበለት እፈትወካ'የ እንተ ትብለካ ኮይና ከይትኣምና ከምዚታት ዓይነት ነገራት ደው ኣብል ንዓይ ዝግብኣኒ ክብሪ ካልእ እዩ በል። ነዚ ዝሃብኩኹም ሓሳብ እንተድኣ ተሰማሚዕኩምሉ ወይ ፈቲኽሞ ላይክ ሳብስክራይብ ብምግባር ሳፖርት ግበሩኒ እንተድኣ ንኻልእ ሰብ ይጠቅም ኢልኩም ሓሲብኩም ሸር ግበርዎ ሕቶ ይኹን ርኢቶ እንተለኩም ድማ ብዘይ ዝኾነ ስክፍታ ጸሓፉለይ ክርእዮ'የ ክምልሰልኩም'የ ሰናይ ቅነ።